ኦኬ ሐራይ ሸዊት ሓፍተይ ሸዊት ሓፍትና ካብተን ዘኽብረን ዓበይቲ ተጋሩ ስለ ሃገረን ዝሓልፋ ከምኡ ፕሊስ ካብተን ዘመስግነን ኣዝየን ለባማት ተጋሩ ንረብሓ ሃገረን ደው ዝበላ እየን ስለዚ ኣነ ክቡር ሓው ጅኦ ዝሓተትካኒ ክዛረብ እንተኾይነ ንሕና ረብሓና ኣብ ትግራይ ወይ ከዓ ኣብ ህዝቢ እዩ ረብሓናስ ኣብ ህዝቢ እዚ ኣብ መንጎና ከይጸንሐ ጽልኢ እዚ ኣብ መንጎና ከይጸንሐ ዘየድሊ ዘረባ እንታይና ንገብሮ ዘለና ሓንሳብን ንሓዋሩን ቁልቁል ኣፉ ክንደፍኦ ደይና ፍርቱና ግን እንታይ ክትብል ጸኒሓ ፍርቱና ፍርቱና ንወዱ ድሩይን እንታይ እዮም ክገብሩ ፈቲኖም ነዚ ህዝቢ ትግራይ ነዚ ህዝቢ ፍንጫሕ መሰንገልና እዮም ክብሉ ጸንሑ ሶሪ ንሱ ፍርቱና ምናምን ስለ ዘይፈልጥ

ኣብታ ሓሳቡ
ይሓተኒ ኣሎ ይሓተኒ እዩ ዘሎ እኮ ኣይፀረፍኩካን እኮ ይቅሬታ ሽምካ ፀዊዐ ፀሪፈካን እዩ ኣይፀረፍኩካን እኮ ኣይትሕረቅ ኣይትቆጣዕ ሕጂ ፉርቱና ኩሉ ግዜ ኮሻም ስለ ዝኮነት ከምዛ ትፈልጥ እያ ጨምጫ ዓይነ ይብላ ከም ናለት እያ ትርኢ ስለዚ ኣርሒቃ እውን ኣይትጥምትን እያ ነፋጢቲ ርእሳ ማለት እዩ ሕጂ እቲ ሓሳብ እንታይ ኢና ክንብል ደሊና ንሕና ኣብ ጎኒ ህዝቢ ትግራይ ክንብል ከለና ብነጥቢ ብወግዒ ተረዲኹምኒ እዚኣ ግን እዚኣ ግን እንታይ ገይራ መሲልኩም እዛ ፉርትና ማለት እዩ ብንፁር ዘቐመጠቶ ማለት እዩ በቃ ነቲ ትማሊ ትቃለሰሉ ነቲ ትማሊ ሆ ትብለሉ ዝነበረት በቃ ኣንፃሩ ደው ኢላ እዛ ዘይትረብሕ ትግራይ ክትብል ጀሚራ ኣብ ትማሊ ስሚዐኩም እዮም እንዳ መን ይኹን ትብሎ ኣብ እንዳ ሸዊታ ስሚዐኩም እዮም ህዝቢ ትግራይ ሲ ወዲቁ እዩ ተሳዒሩ እዩ ከምዚ ኢልካ ዝረብ ነቲ ተኽብሮ ህዝቢ ነቲ ተፍቅሮ ህዝቢስ ከምዚ ኢልካ ትጻረፎ ነቲ ኣብ ጎንኻ ኣለዉ ሸውዓተ ሃገራት ክወራኻ ኣይግባኣንን ኢልካ ትዋጋኣሉ ዝነበርካ ሕጂ ግን እንታይ ደኣ ኮንካ ተማርር ኣለኻ እንታይ ኮንካ ትሓርቕ ኣለኻ እንታይ እቲ ሽግር ኣጋጢሙ እንታይ ኮይኖም ኣንጻር ህዝቢ ትግራይ ደው ኢሎም ኣለዉ እዞም ሰባት ትፈተሽ እታ ጉዳይ ገንዘብ ይኽፈሉ ነይሮም ማለት እኮ ንሕና ንፈልጥ ኢና ይኽፈሉ ነይሮም ማለት እዩ ብርቂ ረብሓ ካልእ ረብሓ ተዘይነይርካ ወላ ሓንቲ ትገብሮ ለውጢ የለን ኣብዛ ምድሪ ስለዚ እንታይ ክብለካ ደለ ኣንሕና እናብ ትግራይ ዘምፃና ዘሎ ልእላውነት ኤርትራ ክደፍር ዝፍትን ዘሎ ኣብ ሕመት ዝበሃል ብመሬት ትግራይ ገይረ ክመፅእ እየ ኩናት ክውልዕ ይብል ኣሎ። ተጋሩ ከዓ ኩናት ኣይንደልን ኢና ኢሎም ምስ መዘንኦም ዝኾኑ መጋድልቶም ዝነበሩ ኣብ ትማሊ ኮፍ ኢሎም ንሕና ኩናት ኣይንደልን ኢና ምስ ህዝቢ ኤርትራ ንሕና ምሳኹም ዘባእስ ነገር የብልናን እዚ ክልተ ህዝቢ ብሰንኪ ናይ ተባኢሽ ፀኒሑ ስለዚ ዕርቂ ክንገብር ኢና ኢሎም ክጉስጉሱ ጀሚሮም ንሕና ካልዖም ሳፖርት ገይርና ነቦታትና ኢና ሳፖርት ገይርና ቶም ዝኹንድሉ እዞም ሰባት እቦታትና ሲ ሳፖርት ጌርና እዮም እቶም ሓደ ከ እንታይ ገብሩ ኣለዉ ኣንጻር ህዝቢ ትግራይ ይሰርሑ ኣለዉ ንኣብ ኣሕመድ ደጀኑ ኮይኖም ባሕሪ ክንበካ ኢና ጥራይ ኣስመራ እትወና ብሉ ኣለዉ ኩሉ ግዜ ብነፃ የለን ዝኾነ ነገር ዝኾነ ሰብ ድሮን ክበካ ከሎ ድዩ ዝኾነ ሰብ ብረት ክበካ ከሎ እንታይ ክብለካ ዘሎ ማለት እዩ ኣብቲ ዓዲ ከይትካ ንስኻ እንታይ ትኸውን ደለኻ በቃ ኣገልጋሊ ከዳሚ ናይ ኣብ ሕመድ ኢኻ ክትከውን ሽዑ ትግራይ ትባሃል ኣብዛ ምድሪ ፖለቲካሊ ናታ ከምዘይፍለጥ ሓንሳብን ንሓዋሩን ክትድምሰስ ማለት እዩ በቃ ኣብ ሕመድ ባሕሪ ሂብካዮ ማለት ከምድላዩ ድሮን ክእቱዩ ብዘይ ዝኾነ ጸገም ዝኾነ ክገብር እዩ ንህዝቢ ትግራይ ከጽልቶም ምንም በቃ ብዝቀለለ ክኸውን ማለት እዩ ሰለስተ ሚትን ሱሳን ድግሪ ትግራይ ዝተኸበበት መሊስካ ከበባኣ ንምብርታዕ ምስ ኣብ ሕመድ ደጀንካ ኢና እናበልካ ኣብ ሕመድ ይዕወት እንዳበልካ ህዝቢ ትግራይ መሬቱ ህዝቡን ናብ ዓዱ ከይተመልሰ ኣንጻር ህዝቢ ትግራይ ምጉስጓስ ሰላም ገይሩ እንዲ ኣብዑል ብሩቴርያ ሕጂ ንሕና ከዓ ከይድና ከዓ ነታ ነታ ዘይተተግበራ ዘሎ ኣብ ምንትን ከይትግበራ ኣብ ጎኒ ኣብ ኣሕመድ እንዳበልካ ምጥቃዕሲ እዚ ፖለቲካ እዩ ነቲ ኣብ ጎንኻ ኣብ ጎነይ ክትብሎ ፅኒሕካ ንትግራዋይ ምስ ኣብ ኣሕመድ ኮንካ ምትብባዕ እንታይ ማለት እዩ? ኣብ ታሪክ ዓለምና ኣብ ታሪክ ቀርኒ ኣፍሪቃ ከምዚ ዓይነት ክሕደት ህዝቢ ትግርኛ ኢና እንዳበሉ ንህዝቢ ኦሮሞ ዘድንቁ ንህዝቢ ኩሽ ንቅድሚት ከምፁ ዝደልዩ ሕሱር ፖለቲካ ርኢና ኣይንፈልጥን ኢና። ስለዚ ንሕና ነዚ ሕሱር ፖለቲካ እንታይ ኢና ንብሎ ዘለና ክቡር ፖለቲካ ንክኸውን ምስቶም ታንክን ባንክን ዝዓጠቑ ምስኦም ተዛራረቡ ንብሎም ኣለና ንኣክቲቪስት ተጋሩ ርዱኢ ፖለቲካና ቴንክ ዩ ና ሳይንስ ሳሙኤል ተረድተዋል ጆ

No no ጆው ኢልካ ደለካ ትግርኛ ከ ትሰምዕ ዲካ ወይስ ምዝራብ ጥራይ ደሸግረካ። ይሰምዕ እዩ ይሰምዕ እዩ ብደንብ ይሰምዕ እዩ። ኦኬ ምናልባት ዘይሰምዕ እንተኮይኑ ሲ ዋላ ብእንግሊሽ ክንገብሮ ኢለ እየ። ኤኒዌይስ ብጣዕሚ ጽቡቅ ሕቶ እዩ ሓቲቱ እቲ ካንስ ኤንድ ፕሮስ ወይ ድማ እቲ ኣወንታን ኣሉታን ዝበሃል ብጣዕሚ ኣገዳሲ እዩ። ሕጂ እቲ ኣወንታን ኣሉታን ትነግሮ መን እዩ ንመን ሰብ ኢካ ትነግሮ? ኣንጻር እቲ ድበሃል ደሎ ጽምዶ ኣንጻር ረብሕኡ ዘይኮነ ሰብ ብመትከል ንዑ ኢኻ ተረድኦ ማለት እዩ ሕጂ ንኣብነት ኣብ ብናይ ኤርትራ ሸና ክትርእዮ ከለኻ እቶም ረጂም ቼንጅ ድብሉ ተቃወምቲ ንዕኦም ፕሮሰን ካንስ ነጊርካዮም ንህዝቢ ትግራይ እንታይ ጠቕሞ ንህዝቢ ኤርትራ እንታይ ጠቕሞ ትርጉም ድበሃል እዩ ሃልኪ እዩ በቲ ሓደ ሸነኽ ከኣ ዋላ ንተጋሩ ኮይኖም ናይ ስርዓት ለውጢ ድደልዩ ሓራ መሬት ከይዶም ደለዉ ገለ ተጋሩ ባንዳ ትብልዎ ንዕኦም ውን ኣንጻር ረብሕኦም እዩ ሕጂ ረብሓ ናይ ሃገርን ናይ ህዝብን ናይ ህዝቢ ኤርትራ ናይ ህዝቢ ትግራይ ነጊርካዮም ከተእምኖም ኣይትኽእልን ኢኻ ብምንም ተኣምር ሽሕ ግዜ ራሽናል ኩን ሽሕ ግዜ ላጂካል ኩን ምስቲ ናይ ህዝቢ ምስቲ ናይ ሃገር ረብሓ ማዕረ ማዕረ ዝኸይድ ረብሓ ዮብሎምን። ሕጂ ንኣብነት ናይ ብርጌድ ንሓመዱ ወይ እቲኦም ተቋመርቲ እየ ድብሎም ኣነ ካብዚ ነገር እዚ ክረብሕሉ ዘይክእሉ ነገር ምክንያቱ ትግራይ ወይ ነቲ ህዝቢ ሓልዮም ዘይኮኑ በቃ ንትግራይ ከም ሞግዚት ክጥቀሙላ ስለ ዝደልዩ ከም ሓደ ናይ ስርዓት መቐየሪ ክጥቀሙላ ስለዝደልዩ ልክዕ ድሕሪ ባይታ እንተርኢናዮ እቲ ውዕል ምስ ተገበረ ምስ ኣብይ እቲ ኩናት ደው ምስ በለ ካብ ሽዑ ጀሚሮም እዮም ንመጀመርታ ግዜ ንሕወሓት ክቃወሙ ጀሚሮም። ቅድሚኡ ልዕሊኦም ደጋፊ ሕወሓት ኣይነበረን። ሰላም ምስ ገበረ ደኣ ንምንታይ ኢኻ ትቃወሞ እሞ ኣብ ኩናት ከሎ እንድሕር ሕወሓት ትድግፎ ነይርካ ቀንዲ ክትድግፎ ዝግበኣካ ሰላም ምስ ገበረ እዩ። እሶም ግን መጀመርታ እቲ ሓጊዝና ድብልዎ ንባዕሉ ሲ ዕርቡን እዩ ነይሩ ዕርቡን ናብ ስልጣን ንምምፃእ ንትግራይ ሞግዚት ተጠቂምካ ነቲ ህዝቢ ትግራይ ብናቱ ደም ስልጣን መሓዝ ስለ ዝኾነ ናይዚ ክልተ ህዝቢ ሰላም ንባዕሉ ኣየርብሖ ምክንያቱ ህዝቢ ኤርትራ ህዝቢ ትግራይ ሰላም እንተገይሩ ቦታ ይብሎምን እዚኦም ክልተ ሓይልታት ንብሎም ዘለና ብሸነኽ ኤርትራ ብሸነኽ ትግራይ ዘለዉ ባንዳታት ሲ ረብሓ የብሎም እቲ ሰብ ተርህዎ ሲ ምስኦም ኮይኑ ዳውን ዳውን ድብል ነቲኦም ናይ ፍሉይ ረብሓ ዘለዉ ጅቡኦም ክህርጥረሎም ዝኽእል ሰብ ስለዘየለ ብምንም ተኣምር ከነእምኖም ኣይንኽእል ኢና ክንካታዕ ንኽእል ኢና ሕጂ ኣደይብኩሞም ኣለኹም መእከቢ ሰብ ክኸውን ይኽእል እዩ ጸገም የብሉን ዋጭዋጭ ንብል ደየለ ደይተሓዝ ደይጭበጥ ነገር ነንሕድና ክንዛራረብ ንኽእል ኢና ሰብ ክእከብ እዩ ኣነ ትርጉም ኣልቦ እየ ድብሎ ምክንያቱ ገና ብሸነኽ ናይ ኤርትራን ትግራይን ንዝጽምዶ ንኣምነሉ ረብሓ ህዝብን ሃገርን ናይ ነፍሲ ወከፍና እዩ ኢልና ኣሚንና ዘለና ነንሕድና ክንዛረበሉ ዝግበኣና ከም ዳያሎግ ከም ኣርእስቲ ክመጽእ ዝግብኦ ነጥብታት ብዙሓት ሕጂ ኣብ ከምኡ ክንዲ ነተኩር ናብቲኦም ዝተጻራሪ ሓሳብ ዘለዎም ሰባት ነተኩር ኣለና ንሱ ከዓ ከምቲ ዝበልክዎ ሃልኪ እዩ መዘናግዒ እዩ ካልእ ትርጉም እውን ሓደ ይብሉ ኣነ ብዛዕባኦም ተዛሪበ ብዛዕባ ፅምዶሲ ብዛዕባ ናይ ኤርትራ ጉዳይ ክመፅእ ከሎ ናይ ውሽጣዊ ጉዳይ ምስኦም ሓመድ ክጋበር ከለኹ ካልእ ትርጉም ኣለዎ ብዛዕባ ጽምዶ ክንዛረብ ከለና ግን ክጽይቑ እዮም ዝመጹ እምበር ንኽርድኡ እውን ኣይመጹን እዮም ሓሳቦም ሒዞም መጺኡ ሕጂ እንታ ክብል ሳሚ ከምዚ ጌርካ ከምዚ ትገብር ነርካ ከምዚ ትብል ነርካ ክብሉ ከለዉ ክጽይቑ ስለ ዝመጹ ዘለዉ እዮም እንተዘይኮይኑ ኣብቲ ሓሳብ ብከምዝን ብከምዝን ብከምዝን ሲ ኣየርባሓናን እዩ እዚ ሲ ኩናት ይከምፀልና ኣነ ከዓ ክነግረኩም ብክልቲኡ ብክልቲኡ ሸነኽ ማለት እዩ ንሰላም ይኹን ንኩናት ይኹን እዚ ክልተ ህዝቢ እንተሓቢሩ ንኩሉ እዩ ደርብሖ ኢለ ይዳምን ኣነ ንሰላም ይኹን ንኩናት ይኹን ሕጂ ብክልቲ ዓይነ እየ ክርእዮ ማለት እዩ እቲ ሓደ ታክቲካል እዩ እቲ ሓደ ከዓ ፕሮስን ኮንስ ኢካ ሓቲትካኒ ጆ ኮንስ ዝበሃል የብሉ እዚ ክልተ ህዝቢ ሰላም እንተገይሩ ኣወንታ እምበር ኣሉታ ዝበሃል ሓንቲ እኳ ኣሉታ ክትረክብ ኣይትኽእልን ኢኻ ስጋዕ ሕጂ እውን ራሽናል ዝኾነ ኣሉታ ድህበኒ ሰብ ስጋዕ ሕጂ ረኸብኩ እንዶ ኣለኹ። እቲ ሓደ ታክቲካል ኣድቫንቴጅ ኣለዎ። ሕጂ ማለት እዚ ናይ ቀረባን ናይ ርሑቑን ጥቕምታት ኢና ክንርኢ ንደሊ። እዚ ህዝቢ እዚ ከኣ ታክቲካል ጥራይ ኣላየንስ ክገብር እውን ድሌትና ኣይኮነን። ምኽንያቱ ታክቲካል ኣላየንስ ናይ መንግስቲ ኤርትራን ናይ መንግስቲ ብልጽግናን ኣብ ከመይ ከም ዝወደቐ ርኢናዮ ኢና። ታክቲካል ዝበሃል ኩሉሻዕ ውድቀት እዩ። ውድቀት እዩ። እዚ ክልተ ህዝቢ ከኣ ታክቲካል ዘይኮነ ናይ ስትራተጂ እዩ ዘድልዮ። ብዓይኒ ታክቲካል ተረኢኻዮ ግን እቲ ጆግራፊካል ለቨሬጅ ኣለካ። ዩናይትድ ዝኾነ ትግራይን ኤሪትሪያ ዩናይትድ ተኾይኑ ብጂኦ ፓለቲክስ እንተረኢኻዮ ኣብቲ ከባቢ ዕብላሊ ኢኻ ትፈጥር ዘለኻ። እሱ እቲ ዝዓበየ እዩ። እቲ ሓደ እቲ ሚሊታሪ ናይ ሚሊታሪ ሲነርጂ ኣሎ። ማለትሲ ኣብቲ ዝሆባና ርኢኹሞ ኢኹም ማለትሲ ኣብነት ውን ኣለና እዩ እዞም ክልተ ሓይልታት ምስ ሓበሩ እቲ ሓያል ድበሃል ናይ ኣፍሪቃ ሰራዊት ደለዎ ደርጊ ከፍርሱ ዝኸኣሉ ሓይልታት እዩ ስለዚ ናይ ርሑቕ ኤግዛምፕል ኣየድልየናን እዩ ርሑቕ ታሪኽ ምኻድ ኣየድልየናን እዩ እዚ ክልተ ህዝቢ ናይ ሚሊተሪ ሲነርጂ ክህልዎ ከሎ ንክልተ ሃገራት ኣይኮነን ንኣፍሪቃ ሙሉእ ከመሓድር ዝኽእል ዓቕሚ ኣለዎ ኢለ እየ ድኣምን ኣነ እቲ ካልእ እቲ ሪሶርስ ኮንሶሊደሽን እዩ ኣላይን ክትገብር ከለካ ፎርስስ ብኩሉ ነገር ማለት ሲ እቲ ንባዕሉ ሂማኒተርያን ኤድ ድዩ እቲ ናይ ፉድ ሰኪሪቲ ኮረዶር ክትገብር ዲካ ታክቲካል ዝኮነ ጥቅሚ ይህልዎ እዩ ማለት እዩ እቲ ካልእ እቲ ኢንፎርሜሽን ኢንተሊጀንሲ ሸሪንግ ማለት እዩ። ካብ ቀደሙ ንባዕሉ ህወሓትን ህዝባዊ ግንባርን ክንቃለሱ ከለዉ እቲ ቀንዲ ቀንዲ ምትሕጋዝ ብዙሕ ዘይትሰምዕዎ ማለት እዩ እንታይ ድበሃል ኣራት ኪሎ እቲናኩም ኣብ ሻሻይ ወራር ሓጊዝናኩም ባ ገለ ስቂልካ ትርኪ ምርኪ ናይ ኣቦታትካ ዝገበርዎ ጅግንነት ትንየተሉ ነንሕድካ ከምዚ ጌርናልኩም እባ ከምዚ ጌርናልኩም ዘይኮነ እቲ ዝዓበየ ዝዓበየ ክልቲኤን ዝገብርኦ ነበራ ናይ ኢንተሊጀንሲ ምቅይያር ዝገብርኦ ነበራ እዩ እቲ ዝዓበየ ዝዓበየ ንደርጊ ከፍርሶ ዝኸኣለ እዚ ብዙሕ ሰብ ክዛረበሉ ኣይሰምዕን እየ እቲ መስዋእቲ ብሓንሳእ ኮንካ ኣብ ኲናት ገለ እዩ ሰብ ዝዛረብ ግን ናይ ህወሓትን ናይ ህዝባዊ ግንባርን እቲ ዝሓየለ ነበረ እቲ ናይ ስለያ ዝበሃል መርበብ እዩ። እቲ ናይ ስለያ መርበብ ከዓ ኢድን ጓንትን ኮይኑ እዩ ንደርጊ ኣፍሪስዎ ማለት እዩ። ሕጂ ከዓ እቲ ናይ ስለያ መርበብ ከዓ ንዚ ዞባና ረቢሹ ዘሎ ወዲ ብሻሻ ከፍርስዎ ይኽእሉ እዮም ዝብል እምነት ኣለኒ። መወዳእታ እቲ እዚ ታክቲካል እዩ ናይ ህሉው ኩነታት። ብዓይኒ ስትራቴጂ እውን እንተሪኢናዮ ሰላም ን ፓርትነርሽፕ ናይ እዚ ክልተ ህዝቢ ምዕባለ ጥራይ እዩ ዘምፅእ ምዕባለ ጥራይ እዩ ምክንያቱ እዚ ክልተ ህዝቢ ምስ ኣብ ውግእ እንተኣትዩ እንተተጣላሊሙ ኣብ ቁርቁስ ክኣቱ ከሎ ንንሕዱ ጥራይ ዘይኮነስ ዋላ ነቲ ዞባ እዩ ዝርብሾ ንቲ ዞባይ ድርብሾ ብምሉኡ ዞባይ ድርበሽ እንድሕር ሰላም እንተሃልዩ ኣነ ማለትሲ እንተደልዮም ልዕሊ ሕወሓትን ልዕሊ ህዝባዊ ግንባርን ዓቕሚ ደለዎ ውድብ ብታሪኽ እንተመፂኻ እውን የለን ኣብቲ ዞባና ማለት እዩ እዞም ክልተ ሓይልታት ሰላም እንተገይሮም ሲ ትግራይን ኤርትራን ጥራይ ዶ ይኮና ድረብሓ ሱዳን ትረብሕ ሶማል ትረብሕ ጅቡቲ ትረብሕ እቲ ከባቢናሲ ናይ ሰላም ቦታ እዩ ክኸውን ምክንያቱ እቲ ፀገም ኩሉ ሻዕ ድመፅእ እንታይ እዩ ፕሮክሲ ዎር ድበሃል እዩ እቲ ፀገም ዘሎ ፕሮክሲ እዩ ተረድዎ በዓል ኢማራትስ እንታይ ይገብራ ኣለዋ ኢማራትስ እያ ተቋፃፂራቶ ደላ ንውድብ ሻሻ ኣብ ሰዓት እዚ እዘን ኩለን ሓያላት ሃገራት ፕሮክሲ ዎር እየን ድገብርኦ ዘለዋ እቲ ዞባና ሕጂ እንድሕር ሰላም ኮይኑ ብሕልፊ ትግራይን ኤርትራን ናተን ሚሊታሪ ብሓንሳእ ክሰርሕሉ ዝኽእሉ ሲነርጂ ክፈጥርሉ ዝኽእሉ ኩነታት ተትፈጢሩ ኣብቲ ዞባ ምትእትታው ናይ ዝኾና ሓያላት ሃገራት ኣብቲ ዞባና እውን ክህሉ ይክእል እዩ። ምክንያቱ ፕሮክሲ ጌርካ ኣብ ሱዳን መጺኻ ዝኾነ ነገር ክትገብር ኣይትኽእል፣ ኣብ ሶማል ክትገብር ኣይትኽእል፣ ምክንያቱ ዝሓየለ ኣንከር ክኸውን ዝኽእል ኣይግዛእን'የ ዝብል ሕብረተሰብ ብሓንሳእ ከምዚ ሓቢሩ ክሰርሕ ከሎ ቦታ ከም ዘይብሎም ኢኻ ትገብሮ ማለት እዩ። ናብዚ ኩሉ ንክንበጽሕ ግን ሕጂ ክኸውን ዘለዎ እዞም ክልተ ሓይልታት ማለት ብናይ ኤርትራ ጽቡቕ ነገር ደሎ ከምቲ ኩሉ ሻዕ ኣይድዮሎጂ ሒዝዎ ድመጸ ብጽፍርና ድበሃል ነገር ኣሎ። ቀጻልነት እውን ንክህልዎ ንዝሰላም ናይ ደገ ምትእትታው ዘይብሉ ሕብረት ክኸውን ክኽእል ኣለዎ። ካብቲ ናይ ናይ ኣሜሪካ ዶ ናይ ገለ ፓፔት ከይኮንካ ብዞባኻ ክትሓስበሉ ትኽእል መገዲ ክፍጠር ኣለዎ ዝብል እምነት ኣለኒ። ምናልባት ኣብቲ cons ዘይኮነሲ ወይ ድማ ኣሉታ ዘይኮነ ዝኾነ ድኻማት ክረኣየሉ ዝኽእል ኣነ እውን ክርእዮ ዝኽእል ኣብ ዝደለኹዎ ደረጃ ኮይነ ትካላዊ ኣሰራርሓ ዘለዎ ፅምዶ ትካላዊ ኣሰራርሓ ዘለዎ ሰላም ክኸውን ኣለዎ ኢለ ግን እዛረብ። መራሕቲ ጥራይ በይኖም ህዝቢ ዘይፈልጦ ውዕላት ዘይኮነሲ ህዝቢ ዝፈልጦ ዓለም ትፈልጦ ውዕላት ክግበር ኣለዎ ዝብል እምነት ኣለኒ ኣብ መጻኢ ማለት እዩ ኣብ ሰዓታት እዚ ኣይኮነን ምክንያቱ እቲ ጽምዶ ዝበሃል ዘሎ ንባዕሉ ኣብ ኩሉ ዓይነት ጸፍሕታት ነንሕዱ እቲ ትግራዋይ እቲ ኤርትራዊ ዝዛተየሉ ዘሎ ኩነታት ተፈጢሩ ዘሎ ካብዚ ዘለናዮ ናብቲ ዝሓሸ ናብ ላዕሊ ደረጃ ክድይብ ከሎ ሰቂልካ ከምቲ ናይ ኣብይን ናይ ኢሰያስን ነበረ ሰላም ውን ኣነ ኣይደልዮን እየ ምክንያቱ ከምኡ ዓይነት ሰላም መወዳእትኡ ኩናት እዩ ዘምጸልካ ንሕና ህዝቢ ዝፈልጦ መንግስቲ ዝፈልጦ ኩሉ ዝፈልጦ ኩሉ ሻዕ እንታይ ዝበሃል ኣሎ እዚኦም ናይዚኦም ብርጌድ ንከብዶም ንባዕሉ እቲ ነበረ ኣላየንስ ደስ ዘይብለካ ሰቂልካ ናይ ባህላዊ ፖለቲካ ስለ ዝኮነ ሓደ ዓይነት ንበልዕ ዶ ሓደ ዓይነት ቁናኖ ዶ ሓደ ዓይነት ንስዕስዕ ዶ ድብል ፖለቲካ ክንጎድፎ ጥራይ እዩ ዘለና ምክንያቱ ኣየስርሕን እዩ እሱ ናይ ደናቁር ፖለቲካ እዩ ንሕና ክንሰርሖ ዘለና ኣላየንስ ኣብ ረብሓ ሰረት ዝገበረ ምዕቡል ፖለቲካ ክስራሕ ክኽእል ኣለዎ ረብሓ ሕጂ እቲ ረብሓ እንታይ ድብለካ ኣብ ፖለቲካ ማለት እዩ ከም ኣሕዋት ተፋቐር ከም ጓኖት ከኣ ተተሓሳሰብ ሕጂ እንታይ መጺኡ መብዛሕትኡ ብሕልፊ ብሸነኽ ተጋሩ ከምዚ ጌርኩምና እባ ከምዚ ጌርኩምና እባ ንዕኡ ነቲ ዝወረደ ነገራት ንዕኡ ገዲፍካ ድበሃል ዕርቂ እውን የለን ትተሓሳሰብ ብጭብጢ ብኹሉ ነገር ተሓሳሲብካ እቲ ክከሓስ ዘለዎ ብኽልቲኡ ሸነኽ ተኻሒሱ እቲ ምዕቡል ዝኾነ ኣካይዳ ክኽየድ ክኽእል ኣለዎ። ቁስልኹም ኣይትሕኸኹ ዶ፣ ከምዚ ዶ፣ ንቕድሚት ንጠምት ዶ ድበሃል ነገር እውን ኣይሰርሕን። ክተሓሳሰብ ኣለካ ጣውላ። ክትሓሳሰብ ኣለካ ተሓተሓሳሲብካ እቲ ተጎድአ ኣካል ዝከሓሰሉ መገዲ ተፈጢሩ ንመፃኢ ከዓ ናይ ክልቲኡ ህዝብታት ረብሓ ዘረጋግፅ ዘረጋግፅ መራሕቲ ነንሕዶም ስለተባኣሱ ንዚ ህዝቢ ዘይባኣስሉ መገዲ ክፍጠር ክክእል ኣለዎ እዚ ክልተ ህዝቢ'ሲ ክልብመሉ ኣለዎ። ዝሓለፈ ርኢናዮ፣ ብሓንሳእ ተቓሊሶም፣ ሃገር ኣምጺኦም፣ እንደገና ተባኢሶም፣ ይጠዓረቑ፣ ይበኣሱ፣ ሕጂ ታሪኽ ታሪኽ እዩ። ኣብ ታሪኽ ስለተጋገና ሕጂ ክንጋገ ኢና ዝብል እምነት የብለይን። ግን ሰቕ ኢልና እንተርኢናዮ ግን ንሕና ከም ዕስለ ከይድና ጽምዶ ንድግፎ ኣለና ኢልና ከምዚኦም ዕዉራት ንኸደሉ መገዲ ከኣ የለን። That's why ኣነ እንታይ ዝብል ዘለኹሲ ነቲ ጽምዶ ደጊፍናዮ ዘለና ሰባትሲ ነብስሎ መጀመርታ ካብ ተጻራሪ ሓሳብ ኣምጺእና ንሕና ነንሕድና በተሓሳስባ ዘይሰመርናሲ ንኻልኦት ከነረድእ ንፍትን ኣለና ሃልኪ እዩ ትርጉም ኣልቦ እዩ ቆይቓ እዩ። ስለዚ ኣብ መወዳእታ እንታይ እየ ክብል ደልየ ፅብቕቲ ሕቶ ይምፅኡ ከምዚ ዶ ኣለዎ ሓሳብ ዶ ኣለዎ ኣብቲ ሓሳብ ኣተኲርና ክዛረብ ዝኽእል ሰብ እንተኾይኑ ፀገም የብሉን እንተዘይኮይኑ ኣብ ፀርፊ ኣብ ቆየቛ ኣብ ሳክት ኢና ክንኣቱ ማለት እዩ። የቐኔልና ሊዮን ሓወይ ኣብ- ኣብ ኣቶ ኣለኹ እስኪ Thank you የቀኔልና ኣብ ኣቶ- ኣብ ኣቶ ኣለኻ እስኪ ኢምፖርታንት ሕቶ ክሓተካ ሒዝኩማ እኮ እዚ ናይ ውፉይ ዝገበረ ይዛረብ እሞ ድሓር ክትሓቶ ጸገም ኖ ኖ ሕቶ ኣብ ኣቶ- ኣብ ኣቶ ኣለዉ ይወዳእ እያ እባ ሊዮን ምዝራቡ ምምላሱ ዘይተርፎ ኣብኣቶ ኣሎ ክመልሳ ኢምፖርታንት ሓንቲ ሕቶ ኢየ ክሓቶ ሒቲ ሓንቲ ሕቶ ታይ መሲልካ ሊዮን ሓወይ ስቅ ዶ የእትወና ትብሉ ዘለኩም ከእትወኩም ኢየ በብሪጋ ናይ ጽናሕ እዚኦም ምስ ተዛረቡ ኢዩ ዝኣቲ ካሊእ ሰብ ዘዮም ኩሎም ሓንሳብ ክዛረቡ ሓንሳብ ሳሚ ሕጂ ሊዮን እንታይ ብ ሙሲልካ ሕጂ በዚ ናይ ደለይቲ ፍትሒ ዝባሃሉ ናይ ኤርትራውያን ብወገን ተጋሩ ናይ ተወሰኑ ኣለዉ እንታይ ነዚ ጽምዶ ከም ሕማቅ ገይሮም ዝስእልዎ ኣለዉ እንታይ ይብሉኻ መሲልካ ዝፅምዶዝስ ናይ ጦርነት ፅምዶ እዩ ንጥፍኣት እዩ በተለይ ንህዝቢ ትግራይ ሲ ንጥፍኣት ይብሉኻ እዞም ብርጌድ ንሓመዱ ዒሲ ይዋ ጸጋይ ሓሳብ ድዩስ ሕቶ እዩ እሞ እዚ ውፊ ይመልስ እያ ሕቶ ናይ ውፊ ከመይ እዩ? እሞ ኣይ- ኣይኖ ሕጂ ሲ እንታይ መሲልክ ፅምዶ እዚ ናይ ጥፍኣት ፅምዶ እዩ ንጦርነት ንሓዊ ንጥፍኣት እዩ ፅምዶ እዚ ፀሚዶሞ ዘለዉ ኢሎም ይምጉቱ እሞ እዚ ኣፍልጦ ስለ ዘለዎ ከብራርሃሎም ከይደልያ

እሺ መልስ ወለ ሕፅር ኣቢልካ ዕልሞ ድሕሪ ይብሉ ፀገም የብሉን ኣነ ናይ ሓፍትና ናይ ፒስ ገዛ እንድዩ ድሌታ ከም ድሌታ ገይራ ከተማእዝኖ እያ ግን ብሉ እዮም እዚኦም ስለዚ ንዓና ብከመይ የርበሐናካ ንሕና ንፈልጦ ኢና ሻዕብያ ድዩ ከርበሐና ጀርመናዊ ድዩ ከርበሐና ቀታሊና ኩሉ ደርግስ ብታንክ እንድዩ ረጊፅኪ ትማሊ ትማሊ ኣዴታትካ እኮ ብታንክን ብናፍጣን እኮ ቀፂልኩም እዮ ኣስመራ ይመስለኒ

ኣብዚ ክትትንትን ክትብል ኣይተስፋሕዮ ኣንፈቱ ይትጸዩ እኮ ንኩናት ዝብል የብሉ ንወተሃደራዊ ጽምዶ ዝብል የብሉ ገል የብሉን እዚ ሰላምዚ እዚ ጽምዶዚ ህዝቢ ትግራይ ብሰለስተሚእትን ሱሳን ተከቢቡ ረዲኤት ከይስእን ብወደበይ ከምድላዩ ክጥቀም ኢሉኩም ኣሎ መንግስተይ እያትብል ተኣኪባ ተደሚራ ጽምዶ ንኩናት ጽምዶ ንገለ ገለ መለ ኣይኮነን ባዕልና ክንትንትን ክንብል እንድሕር ነጉፍሖ ኮይንና ከይነባላሽወሎም ስለዚ ጽምዶ ምስ ምስ ህዝቢ ትግራይ ጽምዶ ንሓበራዊ ንሰላም እቲ ናይ ቃል ምጥቕቓሕ ዝግበር ውን ደው እንተ ክብል ንክብል ኢዚ ጽምዶ ሓደ ካብቲ ናቱ መግለጺታት እዙይ እዩ ኩናት ዝብል የብሉ ወተሃደርና ብማዕረ ክንገብር የብሉ ሰራዊትና ብሓደ ክንዕልም ዝብል የብሉን ህጂ ክንትንትን ክንብል እንድሕር ነባላሽው ሃሊና እቲ ብዚ